ኢትዮጵያን ኤርትራን ምውጣጥ መጺኡ ምክሳስ ኣስዒቡ ተኻሲሶም ሓደ ውሳኔ ተወሲኑ እሱ ሙሉእ ብሙሉእ ከተግብሮ ይብል ኣሎ ፈጻሚ ስራሕ ኢህወደግ ድሃይ ኣለኩም ዶ ሓበሬታ ከመይ እንታይ ደሃይ እዝንና ንሰምዕ ግን ትኽክል ኣይኮነን። ኣብ ማእኸል ትግራይ ክወሃብስ ሓቂ ኣይኮነን። ኣብ ማእኸል ትግራይ ክንብል ንኽእል ኢና። ማእኸል ትግራይ እያ ዘላ ታበይ ናበይ እያ እንተልካ ንጉን ዝነበረቶን ሕጂ ዘላቶን ማእኸል ክብል ይኽእል እየ። ወሰን ጉን እኮ ኣይኮነን፣ ዶብ እኮ ኣይኮነን። ብሄን ብሄን ገይረ እያ ባድመ ኣብ ማእከል ትግራይ ዝርከብ እስከ ብሄን ማእከል ትግራይ እኮ ብሓርፋ ኣብዚ ቀይሕ ትንቋዕ ትሪኦ ዘለኻ እዚ ቀይሕ ነጥቢ ኣብኡታት እዩ ማእከል ትግራይ ክበሃል ዝከኣል እቲ ማእከላይ ዞባ ናይ ትግራይ ዝበሃል እውን ካብታ ቀያሕ ተመልኪታ ዘላ ንየማን እዩ እቲ ማእከላይ ዞባ ናይ ትግራይ ባድመ ግን ኣብኡ የላን ኣብኡስ የላን ኣብ ትግራይ ይኹን ኢትዮጵያ ብምልኣ ብጭራሹ የላን እዛ ብጫ ትንኳዕ ትሪኣ ዘለኻ እዛ ብጫ ትንኳዕ ኣብኡ እያ ዘላ ባድመ ካብ ኢትዮጵያስ ወፃኢ ኣብኡ ኮንካ ኢኻ ኸዓ ትዛረብ ዘለኻ ማእከል ትግራይ ኣይኮነን ንሱ ማእከል ዝበሃል ትርጉም ናይ ማእከል ዘይትፈልጥ ተኾንካ ማእከል ዝበሃል ከምዛ ኣብዛ ክቢ ትሪኣ ዘለኻ ተቐያሕ ነጥቢ ማእከል ናይታ ክቢ ትበሃል እሱ እዩ እቲ ማእከል ዝበሃል እዚ ብጫር ነጥቢ ትሪኣ ዘለኻ እሱ ማእከል ኣይኮነን፣ ማእከል ናይታ ክቢ ኣይኮነትን። ምስታ ክብስ ወላ ሓደ ምትእስሳር የብላን። ካብታ ክብስ ወጻኢ እያ ዘላ። እዛ ባድመ ከኣ ከምኡ ካብታ ክልል ትግራይ ካብ ኢትዮጵያ ህ ወጻኢ እያ ዘላ። እዝስ መባእታዊ ነገር እዩ። ምህሮስ ኣየድልየካን እዩ ንትርጉም ናይ ማእከል ንክትፈልጥ። ግን ብዘይካ እቲ ናይ ሓሶት ባህሊ ናይ ካርታ ምንባብ ጸገም ከም ዘለኩም እውን

Where Badme is and if Badme has been assigned to Eritrea on that map.
እቲ ናይ ወፃኢ ሚኒስተር ናይ ኢትዮጵያ ዝነበረ ከዓ ከምኡ ናይ ኮሚሽን ዶቢን ኣብ 2002 ምስ ተዋህበ ድሕሪ ሰዓታት እቲ ፍርዲ ምስ ተዋህበ ባድመ ኣብ ኤርትራ ከም ዘላ ናይ ኤርትራ ከም ምዃና ምስ ተረጋገፀ ከይሓፈረ ኣብ ማስ ሚድያ ወፂኡ እቲ ኮሚሽን ዶብ

ከም ገብራይ ኣብ ማእከል ትግራይ ዘላ ድዩ መሲልዎ እንድዒ ግን እቲ ካብታ ዘይምፍላጥ እቲ ናይ ካብታ ምንባብ ጸገም ካብ መራሕቶም ይምጽእ እዩ ብጀካ እቲ ናይ ሓሶት ባህሊ ምኹስኳስ እቲ ናይ ጫካ ሕጊ ናይ ድንቁርና ባህሊ ምኹስኳስ ናተይ ኢሎም እዮም ሒዞሞ ንየማን ጸጋም ንሓቂ ሓሶት ንሓሶት ሓቂ ንዓቢ ንእሽተይ ንንእሽተይ ዓቢ እናበሉ እዮም ዝምህርዎ ነቲ ህዝቢ ከምኡ ገይሮም የደንቁርዎ ነቲ ህዝቢ። ከይዘርቡ እዩ ከመይ ጌራ እያ ባድመ ካብ ኤርትራ ትዓቢ እዚኣ እያ ኮርታ ባድመ ትርእይዋ ኣለኹም እዛ ብእንግሊዝ ባድመ ተጻሒፋ ዘላ እታ ንእሽተይቱ እንኳዕ እሳ እያ እታ ባድመ ጎኒ ጎኒ ተገይርናያንስ ዓይና ይዓቢ እምበኣር ሕበ ትንኣስ ኸኣ ንኤርትራ ትምልከት ንዓኹም ኣይትምልከትን እያ። ሓደስ ዓባይ ዓባይ ቶኻ ትዓቢ ካብ ምሉእ ኣካልካ እንተይልካስ እንታይ ኢኻ ትብል? ጥዕና ኣለካ ግን ገና ትብሎ ዓባይ ዓባይቶስ ንእሽትለይ ክፋል ናይ ምሉእ ኣካልካ እያ። ባድመ ኸኣ ከምኡ ንእሽተይ ኣካል ናይ ኤርትራ እያ። ንዓኹም ክነርድእ ኢና ከምዚ ጌርና ነቕርቦ ዘለና ኩሉ ብግምጥልሽ ኢኹም ተማሂርክሞ ዘለኹም ንማእኸል ወሰን ንዓቢ ንእሽቶይ ዋእ ንሓቂ ሓሶት እዚ ኩሉ ናይ ዱንዳይ ድንቁርናን ዘሕፍር ጭርሖታትን ሰልማዊ ሰልፍን ኣብ ገለ ክፋላት ትግራይ ዝተኻየደ ከኣ ሓድሽ ፕራይም ሚኒስተር ናይ ኢትዮጵያ ውዕሊ ኣልጀርስ ክተግብርያ ስለ ዝበለ እዩ ልዕሊ ማንም ኣብ ትግራይ ዘሎ ህዝቢ እዩ ክቕበሎን መርሓባ ክብሎን ዝግባእ ነይሩ ብግምጣሉ እቲ ዝበዝሐ ክፋል ኢትዮጵያ እዩ ብሓጎስ ተቐቢሉ ኣብ ካልእ ክፋል ኢትዮጵያ እውን ባንዴራ ኤርትራ እናንበልበሉ ናይ ሰላም ጽምኦምን ናይ ሰላም ምንያቶምን የርእዩ ነይሮም። ስለዚ እዞም ጸረ ሰላም ትጉስጉሱ ዘለኹም ኣብ ትግራይ ተትገድፎ ምሓሸኩም ንዓኹም ክሕሸኩም ማለት እዩ እምበር ናይ ድንቁርና ጭርሖታት ሒዝኩም እንተዘመርኩም ተምፅዎ ለውጢ የለን እንትርፎ ተወሳኺ ፅሊ ኣብ ልዕሊኹም ተሕድሩ ሕጊ ዓለም ዘይትፈልጡ ኣበይ ከም ዘለኹም ዘይትፈልጡ ክነስኹም ብፍልጠት ኣይተተግበርን ክትብሉ ዘገርም እዩ ስምዑ እሞ ነዚ ገብረ ብፍልጠት ኣይኮነን ተገይሩ እዩ ዝብል ስምዑ ትውስን ዘሎ ጌጋ እዩ በቃ ወሲኑ ዘሎ ናይ ኢትዮጵያ መንግስቲ ይኹን ናይ ካሊእ ኣብ ኢትዮጵያ ኮይኑ ዝወሰነ ጌጋ እዩ ብሱ ጌጋ እዩ ብዘይ ፍልጠት እዩ ብዘይ ፍልጠት ብዘይ ምርዳእ እዩ ንህዝቢ ነቕረብካዩ ህዝቢ ተኣኪቡ እንታይ ንግበር እንተበሃለ እንታይ ንግበር ክብል ከሎ ታብዚ ናብዚ ኢሉ ንሱ ንስወሰኖ ውሳኔ ነቲ ውሳኔኡ ሒዙ ክቐርብ ሓቂ እዩ። እምበኣር ገብራይ ኢኻ ትፍለጥ። ኣብዚ ከም ዘለኻ ዘይፈለጥካስ፣ ኣብ ማእከል ትግራይ ከም ዘለኻ እናተሰምዓካስ፣ ማእከል እንታይ እዩ ወሰን እንታይ እዩ ዘይፈለጥካስ፣ ብፍልጠት ኣይኮነን ተገይሩ ትብል? ወይ ጉድ! ንሕና እውን እኮ ሃሁ ኣይወዳእናን እዩ ዝዛረብ ዘሎ ማለት እዩ። ግን ብውሕዱስ እታ ካርታ ምንባብ ንፈልጣ ኢና። ማእከል እንታይ እዩ ወሰን እንታይ እዩ ንፈልጣ ኢና። እታ ሓቅስ ንፈልጣ ኢና። ምህሮስ ኣየድልየካን እዩ ንዕኡ ንኽትፈልጥ። ኣብ ቀዳማይ ክፍሊ ካልኣይ ክፍሊ ትመሃሮ ነገር እዩ እዚ ናይ ካርታ ኣፍሪቃ ናይ ካርታ ዓለም ንስኻ ግን ከይሓፈርካ ብፍልጠት ኣይተተግበረን ኢልካ ንስኻ ፈላጥ ኮንካ እቶም ዶክተራትን ፕሮፌሰራትን ናይ ሕጊ ዝተምሃሩ ዘይፈልጡ ኮይኖም ገብራይ ድማ ሲ ሰማይ ንሃገርካ ግደፍ ዶ እዚ ናተይ እዩ ትብሎ ዘለካ መሬት መንእሰይ ኮለካ ካብ ትግራይ መፂኻ እንዳበየን ተዓሲብካ ብፅቡቅ ተቐቢሎምኻ ትሽቅል ከምዘይነበርካ ነዛ መሬት ትገምጢልካ ናተይ እዩ ናይ ትግራይ ክትብል
ገብረ ውሃት ድማ ሰማይ ንሃገርካሲ ግደፍ እዚ ትጥርሮ ዘለኻ መሬት ኣይኮነን ብቑልዓኻ ካብ ሽራሮ መፂኻ ዳቐ ሽገር ኣምላኽ በዓል ሕምብርቲ ጓሳ ተዓሲብካ ቡ ንሳቶም ከብቲ ሂቦም ሓዳርካ ወፂኻ ውላድን ኣብ ቆልዓን በፂሕኻ